ሓቃ እንድያ ሓቃ ነዚ ብርቱዕ መኸተ እናካየድና ቁጠባና ምድንፋዕ ቁጠባናን ምምሕያሽ መናብሮ ሕብረተሰብናን ምርግጋፅ በቲ ሓደ ወገን ንድሕንነትናን ናጽነትናን ንሓርነትናን ዝገበርናዮ ዝረኸብናዮ ዓወታት ክንዕቅብ ብዝያዳ ከኣ ናይ ሃገርና ሰላማዊ መንብሮ ክንርጋጽ እናጸዓርና በቲ ሓደ ወገን ከኣ ቀጻሊ ሰረትቀ ቁጠባ ንመጻኢ መሰረታዊ በተኽ ለውጢ ዘምጽእ ናይ ቁጠባ ትካላት ምብጋስካ እቲ ምስኡ ተተሓሒዙ ዝኸይድ ቃልሲ ቀሊል ኣይኮነን ክልቲኡ ብሓባር ከተካይዶ። ስለዚ ኣብቲ ቀዳማይ እንተሰብሂልና እንታይ እዩ ኩነታት ሓደጋታት ንሃገርና ዝመጽእ ዘሎ? እዚ ናይ ወያነ ደገፍቱ ኣንጻርና ብቀጻሊ ዝገብርዎ ዘለዉ ዘመተ ኣብ ምንታይ ኣሎ እንተልና ኣብ ላዕላዋይ ጥርዙ በጺሑ ነቲ ህላውነትና እውን ኣብ ዓለም ካብ ዓለም ኣነጺልካ ክሳብ ኣብቲ ዝዓበየ ደረጃ ስጉምቲ ክወስዱሉ ኣብ ዝደልዩሉ ዘሎ እዋናት ብወገንና እዚ ቀጻሊ ተጻብኦታት እዚ እናትከብናዮ ንመጽእ ከም ዘለና ተቐያያሪ መርግጽ ናይ ወያኔ እሂ ሰለስተ ዶ ሓሙሽተ ነጥብታት፣ ፕሪንስፕል፣ ተቐቢልናዮ ኢና፣ ኣብ ግብሪ ምግባር ግን ንዘቲ ኣይተቐበልናዮን ተቐቢልናዮ እዚ መርግጽ እዚ ዘይቅኑዕ ምዃኑ ብመሰረቱ ሰላም ዘይምድላይ ነቲ ዝሓለፈ ኣህጉራዊ ሕጋዊ ፍርዲ ከኣ ከም ዘይተቐበሎ ንኹሉ ዝበርሃሉ ምዃኑ ብሩህ እዩ። ቅድም ምድንጋር ነይሩ ክኾን፣ ኣብዚ እዋን'ዚ ግን ዓይኑ ዓሚቱ ክድግፎ ንዘይደለየ ሓይሊ እዚ መርግጺ ፈጺሩ መሰረት ዘለዎ ከም ዘይኮነ ብርህ እዩ። እዚ ሓደ ካብቲ ጽኑዕ መርግጽ ንነዊሕ እዋናት፣ ኣብ ዝኾነ ይኹን ምኽንያት ይምጻእ ዝኾነ ይኹን ሓድሽ ርእይቶታት ይምጻእ ንሕና ካብቲ ቤት ፍርዲ ዝፈረዶ ኣምር ኣይልወጥን እዩ ብዝብል ተሪር መርገጽ ዝወሰድናዮ። ሕጊ ሸቂጥካ ዝመጽእ ዕርክነት የለን። ሕጊ ረጊጽካ ዝመጽእ ሕውነት የለን። ሕጊ ሽሪፍካ ዝመጽእ ናይ ነዊሕ መፍትሒ የለን ናይ ግዝያዊ መጠብር ኸዉን እቲ ዕላማ ናይ ወያነ ግን እዚ ሕጊ እዚ እናፍርሱ ንሶም ከም ተቀበልቲ ንሕና ከኣ ከም ኣፍረስቲ ሕጊ ንክርእዩና ዝገበርዎ ቃልስታት ሎሚ ዋጋ ከም ዘይብሉ ምኽኑይ ንምርካብ ከምኡ ጌርካ እናደንጎኻ እናደንጎኻ ግዜ ብዝሪኦ ካልእ ለዉጢ ተመጽእ ምጽባይ እዩ ደሓን መን ከም ዝደክም ከኣ ክንረኣ ኢና ንሕና ነቲ ብሕጊ ዝረከብናዮ ሕቶ ኣብ ዝኾነ ይኹን ክልውጦ ከም ዘይምዃና ንኹሉ ኤርትራዊ ብሩህ ክኸውን ይግባእ። ነዚ መርግጺዚ እዚ መርግጺዚ ስለ ዝወሰድና ዝመጻና ዘሎ ተጻብኦታት ከ እንታይ ምክንያት ኣለዎ? ሓንቲ ምክናይ ክኾኑና ኣይከኣሉን። ንምሳሌ ምስ እዘን ዓበይቲ ሃገራት ከም በዓል ኣሜሪካ እዚ ዘሎ ዝምድናታት ተበላሽዩ ዶ እናተበላሸወ ይኸይድ ኣሎ? እናሓርፈፈ ይኸይድ ኣሎ? እንታይ ምክንያት ኣሎሞ? ዋላ ሓንቲ ንሕና ምስ መንግስቲ ኣሜሪካ ዘገራጩ ዝኾነ ይኹን ምክንያት የብልናን። እቲ ግርጭት እውን ኣይንደልዮ፣ ሕጂ ንደልዮ ንመጻኢ ንደልዮ። እታ ቀንዲ እታ ኣገዳሲትን ንሕና ኣብቲ ከባቢ ኢትዮጵያን ብመንግስቲ ወያነ ዝምራሕ መንግስቲ ንዑ ዝኸውን ረብሓ ተዘይኮይኑ ንዑ ዝቃወም ሓይሊ ዝኾነ ክድምሰስ ኣለዎ ዝብል መርግጽ ግጉይ ዝኾነ መርግጽ ግፍዓዊ ዝኾነ መርግጽ ንረብሓ እና ኢሎም ዝወስድዎ ውን ንረብሐኦም ዘይኮነ መርግጽ ክወስዱ ከለዉ ንሕና ሕራይ ኢልና ክንቀበሎ ድሕሪ እዚ ስሳን ሓሙሽተን ሽሕ ዝኣክል ምስዋእ ዝዚ ኩሉ ዓመታት ከርተት ቅኑዕ ስለ ዘይኮነ ክንቀበሎ ኣይኮናን እቲ ንሓቶ ዘለና ካብ ኣህጉራዊ ሃገራት ዝባሃላ ኩን ካብ ሕቡራት መንግስታት ነቲ ባዕሎም ዘውጽዎ ሕጊ ነቲ ባዕለ ዘሕለፍዎ ፍርዲ ንኸተግብሩ ጥራሕ እዩ። ንዑ ስለ ዝሓተትና ዝመጽእ ዘሎ ግፍዕታት ሱቕ ኢልና ተምበርኪኽና እውን ክንቅበሎ ስለ ዘይኮና ብኡ ዝመጽእ ዘይምርዳእ እንተ ዘይኮይኑ ካልእ ምኽኑይ ክኾን ኣይክእልን። ነዚ ግን መለስ ይኹን ወያነ ኣብ ሓደጋ ስለ ዘላ ውሽጣዊ ሽግራት ስለ ዘለዋ ተባሂሉ ነዚ ሓምሳ ዓመት ብኢትዮጵያ ዝወረደና ግፍዕታት ከይኣክል ሕጃ ከም ብሓድሽ ከም ዝወርደና ይግበር ስለ ዘሎ፣ ንሕና ብዙሕ ነሽቆርቆረሉ ምኽንያት የለን፣ ብዙሕ ንፈርሓሉ ምኽንያት የሎን፣ ብዙሕ ንስከፈሉ ምኽንያት የለን። መርግጽና ቅኑዕ እዩ፣ ርእይቶና ትራንስፓረንት እዩ፣ እቲ ንሓቶ ዘለና ሕጋዊ እዩ፣ ኣብ ናይ ነዊሕ እዋን ምቅላስ ከኣ መዓት ተመኩሮ ኣለና፣ ጸገም የብልናን ክንጻወሮ ኢና ዝሕዋና። ኣብቲ መርግጽ ንኹሉ ከነብርህ ቁንዕነት ናይ መርግጽና ከነብርህ ዘይፍትሓዊ ግፍዕታት ኣባና ዝግበር ዘሎ ክንገልጽ ኣብ ውሽጥና መዓንጣና ሸጥ ኣቢልና ነዚ መኸተ እዋን እዚ ክንሓልፎ ከኣ ግቡእናን ሓላፍነትናን እዩ። እቲ ዝዓበየ ዝኸፍኤ ሓሊፉ እዩ። ሓደ ኣብቲ ራኢ ናብ ዓለም ዘሎ ከም ተቀዲሙ ዘበልኩ እናተላወጠ ከይደ ኣሎ። ካልኣይ ኣብ ህዝብና እውን ናይዚ ጉዳያት እዚ መረዳእታ እናበርሀ እናበርሀ እናበርሀ ከይደ ኣሎ። ሳልሳይ እቲ ዝዓበየን ግን ናይ ወያነ ዕላማ እንታይ ምዃኑ ሎሚ ዝስሕቶ የለን። ክሽቅጥ ደለየ፣ ክኸድዕ ዝደለየ ሽመትን ገንዘብን ዝደለየ ካልእ ጉዳይ ብሓቂ ናይ ህዝቡን ናይ ናይ ሃገሩን ናይ መጻኢ ዕድል ናይዚ ሕብረተሰብ እዚ ኣብ ሓሳቡ ዘእቱ ሰብ ግን ናይ ወያናይ መርገጽ ኣብዚ ጉዳይ እዚ ቅኑዕ ኢሉ ኢሉ ጠጠው ኢሉ ክዛረብ ኣይክእልን እዩ ባዕሎም ጠጠው ኢሎም ወያነ ክዛረብሉ ኣይክእሉን እዮም ንጎንጎም መርግጾም ቅየር ኣሎ ተቐቢልና ኣይተቐበልናዮን ፕሪንሲፓል ዶ ደይ ፕሪንሲፓል ዶ ይቕየር የለን እቲ መርግጽ ከምኡ ዝበሃል ስለዚ እዚ ዝምዕብል ዘሎ ንረብሓና ገጹ ይኸይድ ስለ ዘሎ፣ ምናልባት ካብኡ ዝዓበየን ዝኸበደን ተቓውሞ ከም ዝመጸና ይርድኣና። ግን በቲ ሓደ ወገን ከኣ እቲ ኣወንታዊን ሓያልን ዝኾነ ኣረኣእያ እናዓብለለ ክኸይድ ስለ ዘሎ ኣብዚ ኣሚንና ንቃለሰሉ ዘለና ፈልከት ከይበልና፣ ነዚ ምርግጽና እዚ ክንቅጽሎ ምዃና ከም ዘዐውተና ከኣ ጥርጥር ከም ዘይብሉ ርዱእ ክኸውን ኣለዎ። እቲ ካልእ መልክዑ እንተ ርኢና ቁጠባዊ ምሕያር ተገይሩልና ከም ዘሎ፣ ዝኾነ ይኹን ደገፍ ንኤርትራ ከም ዘይወሃብ ይጸዓር ከም ዘሎ፣ ዘይመልክዕናን ሕብርናን ክቕባእ ይጸዓር ከም ዘሎ ዘቡር እዩ። እቲ ዕላምኡ ይርደኣናን እዩ። ብሓቂ ዝገርም እዩ ንሕና ዝገፋዕናዮ ህዝቢ ዝወረርናዮ ሃገር ዝደለናዮ ሃብትና ካልእ ሰብ የለን ነዛ ብክንደይ መስዋእቲ ዝረከብናያ ሃገር ሕጂ ከኣ ብረሃጽናን ብድኻምናን ዘለና ሓይሊ ኣውጺእና ክንነጥቃ ኢና ኣይንልምንን ናይ ገሊኡ ኩርኩር ኣይንኸውንን ዘይደሊ ሸኸም ንኻልእ ሕብረተሰብ ኣይንኸውንን ንሕና ንግዚኡ ንሳቆ ንኸውን ንመጻኢን ንዝመጽእ ወለዶን ግን ብልጽግትን ጽፍፍትን ቅንዕትን ሃፍታምን ሃገር ክንሰርሕ ኢና ብብጻዕርና ስለዝበልና እንታይ ዘሕርቕ ኣለዎ ካልእ ዓለም ዘይመሬትና መሬቱ ምሃቡን ኢልና ዝሓተትናዮ ዝኾነ ይኹን ክስታ የለን። ስለዚ እቲ ወሲድናዮ ዘለና መርግፅ ቅኑዕ ስለ ዝኾነ ንኹሉ ከዓ ብሩህ ስለ ዝኾነ ንቕንዕና ዝደለየ ኤርትራሲ እዚብ ዝኣበለም ሃብቲ ናተይ እዩ ሓምሳ ዓመት ተጨፊፍናን ተወሪርናን ሃገርናን ኣደብሮስዎ ይቅሎቱና ይሃቡና ኣይበልናን ንዑ ንክጭፍጭፉና ዝሓገዝዎም ዝመወልዎም ገበን ገርኩም ኢኹም እሞ በጃኹም ንሳንቲም ሃቡና ኣይበልናን እዚ ኩሉ ሓሊፋ ሓሊፉዩ ምጻእ ጥራሕ ምኺ ዝመጻእ እኻ እዛ ዓዲ እዚኣ ናትና እያ ባዕልና ክንደኽመላ ኣለና ናይ ረዲኤት ኣይንደሊ ናይ ልቓሕ ኣይንደሊ ናይ ለመና ኣይንደሊ ናይ ብሓባር ገይሩ ምሳና ዝዓይ ግን መርሓባ ይፈደል ብሓንሳብ ንደቂ ኣሱ ይኸስብ ንሕና ንኸስብ ማሕበር ንስራሕ ዝብል መርግጽና ቁኑዕ ስለዝኾነ ብዛዕባ እዚ ከሰክፈና ፈጺሙ የብሉን። ዘይተረደ ክርደኣና እዩ እቲ ነገር ዝደለ ከኣ እና ንዑ ንዑ ይኸፎ ንዓና ዝመጻና የብሉን ስለዚ ከሳብ እዚ መርግጺ እዚ ተረዲእና በዚ መርግጺ እዚ ምጺእናዮ ዘለና ሓድነት ጽንዓት ተወፋይነት ናይ ነዊሕ እምበር ናይ ሓጺር ግዝያዊ መፍትሒ ምእላይ ነዚኤን እንተሰሪሕናለን ኣብዘን ዝሓለፋ ሓሙሽተ ዓመት እውን ሰሪሕናለን ዘለና